ጥዕና ሃበለይ ኸመይ ጸንሑ ክቡራት ተመልከትና ካብ ቴሌቪዥን ድምጺ ወያነ ትግራይ ነዚ ዕለት ዝበልናዮም ዜናታት ሒዝናልኩም ቐሪብና ኣለና። ውድብ ሳልሳይ ወያነ ትግራይ ሳውት ረብሓታት ትግራይ ኣብ ውሽጢ ኢትዮጵያ ኣብ ዝኾነ ይኹን መሓውርን ቕርፂ መንግስትን ክረጋገፁ ከምዘይኽእሉ ወሲኑ ኣሎ። ኣብ ልዕሊ ትግራይ ዝተኣወጀ ኩለመዳያዊ ኲናት ምምካትን ሓርነት ህዝቢ ትግራይ ንምርግጋፅ ዝተዓጻጸፈ ቃልሲ ምክያድ ግዘ ዘይህብ ዋኒን ከምዝኾነ ድማ እቲ ውድብ ኣፍሊጡ ኣሎ። ዝርዝር መግለጺ ሳልሳይ ወያነ ትግራይ ሳወት ቐጺሉ ክቐርበልኩም እዩ። መግለጺ ብሄራዊ መሪሕነት ሳልሳይ ወያነ ትግራይ ውድብና ዝቃለሰሎም ረብሓታት ትግራይ ብመንጽር ሕድሕድ ዓንድታት ሳልሳይ ወያነ ትግራይ ዝመርመረ እንትትኸውን፣ ኣብ ውሽጢ ኢትዮጵያ ኣብ ዝኾነ ይኹን መዋቕርን ቅርፂ መንግስትን ክረጋገፁ ከምዘይኽእሉ ገምጊሙ ወሲኑ ኣሎ። እዞም ዓምድታት ምስ ህልውን መፃኢ ዕድልን ትግራይን ተጋሩን ከምኡ ድማ ምስ ታሪኻውን ጂኦፖለቲካውን ረብሓታት ትግራይ ተተሓሒዞም ከመይ ከምዝገሃዱ ብዝርዝር መፅናዕ ተደጊፉ ኣብ ቀፃሊ ከፍልጥ እዩ። ብሄራዊ መሪሕነት ውድብ ሳልሳይ ወያነ ትግራይ ካብ ዕለት ኣርባዕተ ክሳብ ሸውዓተ ጉንበት ክልተ ሽሕን ዓሰርተ ሰለስተን ዓመተ ምህረት ኣብ ዘሳለጦ ኣኼባ እዋናዊ ኩነታት ትግራይ፣ መፃኢ ዕድል ትግራይን ኩነታት ውድብናን ብምግምጋም መጻኢ ኣንፈት ቃልሲ ብምንጻር ውሳነታቱ ኣንቢሩ ኣሎ። ብሄራዊ መሪሕነት ውድብና ህልዊ ኩነታት ትግራይ ዝገምገመ እንትትኸውን፣ ኣብ ልዕሊ ትግራይን ህዝቢ ትግራይን ብልፍንቲ ሓይልታት መንግስቲ ኢትዮጵያ፣ መንግስቲ ኤርትራ፣ ሓይልታት ኣምሓራ፣ ወተሃደራት ሃገረ ሶማልያን ከምኡ'ውን ወተሃደራዊ ቴክኖሎጂን ገንዘባዊ ደገፍን ሓደ ሓደ ሃገራት ማእኸላይ ምብራቕ ተላፊኖም ህዝቢ ትግራይ ብምፅናት ታሪኹን ክብሩን ብምጥቃዕ ሃፍቱን ፀግኡን ብምዕናው ዓለም ለኻዊ ሰብኣዊ ሓገዝ ከይበፅሕ ድማ በዘይ ሕንከት መንገድታት ብምዕፃው ቃንዛን ስቓይን ህዝቢ ትግራይ ንኽጋደድ ይገብር ከምዘሎም ኣረጋጊፁ ዩ። መሬት ምቑራስን ምግምማዕን፣ ንብረት ምብራስን ምዝማትን፣ ጾታዊ ዓመጽ፣ መርሸንቲ ንጹሃትን ዘይተዓጠቑ ወገናትን፣ ብርሰት ባህላውን መንፈሳውን ሓድግታት፣ ምዕጻውን ምዕናውን መሰረተ ልምዓት፣ ኣካልን መሳለጥን እቲ ምጽናት ትግራይን ተጋሩን ዝኾነ ኲናት፣ እቶም ሒደት መግለፅታት እዮም። ብኻልእ ወገን ድማ ካብ ስደት ዝተመለሱ ተጋሩ ብትግራዋይነቶም ምእሳርን ምንግልታዕን፣ ኣብ ስሩዕ መሓውር ሃገር ምክልኻልን ካልኦት ኣብያተ ዕዮ ፌዴራልን ዝነበሩ ተጋሩ ካብ ስርሖም ብዘይሕጊ ምስጓግ፣ ምእሳር፣ ከምኡ ድማ ምቕታል ኣብ ስራሕቲ ምብፃሕ ሰብኣዊ ሓገዛት ዝሰርሑ ሰራሕተኛታት ትካል ረድኤት፣ ምቕታልን ምእሳርን፣ ስነ ልቦናዊ መጥቃዕቲ ምፍፃም፣ ኣካል እቲ ምፅናት ትግራይን ተጋሩን ኮይኑ ብዕቱብ ይስረሐሉ ከምዘሎ እውን ገምጊሙ እዩ። ብሄራዊ መሪሕነት ሳልሳይ ወያነ ትግራይ ኣብ ዘካየዶ ዓሚዩቕ ዘተን ምይይጥን፣ ታሪኻዊ፣ ህልውን መፃኢ ዕድላትን ትግራይ ኣብ ግምት ብምእታው እዞም ዝስዕቡ ደረኽቲ ውሳነታትን ኣንፈታትን ኣዕሊቦ ኣሎ። ቀዳማይ፣ ውድብና ብወረርትን ጎበጥትን ሓይልታት ኣብ ልዕሊ ህዝቢ ትግራይ ዝወረደ ግፍዒ ብምቅላዕ፣ ገፋሕቲ ዲፕሎማሲያዊ ስራሕቲ ብምስራሕን በጺሕዎ ዘሎ ኩሉ ዓይነት ዕንወት ማሕበረሰብ ዓለም ክፈልጦን ኣድላይ ድጋፍ ክገብርን ዘይተሓለለ ጻዕሪ ክገብር ጸኒሑ እዩ። ምናዳ ኣብ መዳይ ዲፕሎማሲ ተወከልቲ ዓለም ለኸ ትካላት፣ ዓበይቲ ሚድያታት፣ ተሓለቕቲ ሰብኣዊ መሰላት፣ ተወከልቲ ሕብረት ኣውሮፓ፣ ኣሜሪካ፣ ካልኦት ብርክት ዝበሉ ሃገራትን ውድባትን ብምርካብ እቲ ኣብ ትግራይ ዝወርድ ዘሎ መዳርግቲ ዘይብሉ በደል ብመርትዖ ብምድጋፍ ብልክዑ ክርድእዎን ክፈልጥዎን ብምግባር ኣብ ልዕሊ እቶም ወረርትን ጎበጥትን ሓይልታት ጸቕጢ ክግበር ኣብ ምስራሕ ይርከብ። እዚ ድማ ተጠናኺሩ ክቕጽል ብሄራዊ መሪሕነት ውድብና ኣንፈት ሂቡ ኣሎ። ካልኣይ፣ ውድብና ዝቃለሰሎም ረብሓታት ትግራይ ብመንፅር ሕድሕድ ዓንድታት ሳልሳይ ወያነ ትግራይ ዝመርመረ እንትትኸውን ኣብ ውሽጢ ኢትዮጵያ ኣብ ዝኾነ ይኹን መዋቕርን ቅርፂ መንግስትን ክረጋገፁ ከምዘይኽእሉ ገምጊሙ ውሳንኡ ኣቐሚጡ ኣሎ። እዞም ዓንድታት ምስ ህልውን መፃኢ ዕድል ትግራይን ተጋሩን ከምኡ ድማ ምስ ታሪኻዊን ጂኦፖለቲካዊን ረብሓታት ትግራይ ተተሓሒዞም ከመይ ከም ዝገሃዱ ብዝርዝር መጽናዕ ተደጊፉ ኣብ ቀጻሊ ከፍልጥ እዩ። ሳልሳይ፣ ኣብ ትግራይ ዝግበር ዘሎ ጥቕሉል ኩናት፣ ሕቶ ህልውና ገጢምዎ ዘሎ ህዝቢ ትግራይ ኣብ ብሄራዊ ቃልሲ ከም ዘሎ ዘረጋገጸ ውድብና፣ ሓርነት ህዝብና ንምርግጋጽ ቃልሲ ሐይልካ ምቕጻል ግዘ ዝህብ ከም ዘይኮነ ብሄራዊ መሪሕነት ውድብና ወሲኑ ኣሎ። ራብዓይ፣ ውድብና ምስ ብሄራውያን ውድባት ትግራይ ጀሚርዎ ዘሎ ፎረም ብምጥያሽ ሓቢርካ ምቅላስ ኣብ ሓርነታዊ ቃልሲ ህዝብና ዓብይ እጃም ስለዘለዎ ኣበርቲዑ ክቕፅለሉ ወሲኑ ኣሎ። ኣብ መወዳእታ፣ ኣብ ውሽጢ ዓዲ ይኹን ደገ ዘሎ ህዝብና፣ ነዚ ገጢሙና ዘሎ ከቢድ ብሄራዊ ፈተና፣ ብጽኑዕ ብሄራዊ ስምረቱ ክቃለሶ እናጸዋዕና፣ ኣብ ምቅላልን ምቅላዕን እቲ ግዘ ዘይህብ ከቢድ ሰብኣዊ ቅልውላው፣ ትኹረት ሂቡ ክሰርሓሉ፣ ዘርእዮ ዘሎ ምትሕልላይን ምድግጋፍን ኣበርቲዑ ክቕፅለሉ ንመላእ ህዝብና ብሄራዊ መሪሕነት ሳልሳይ ወያነ ትግራይ ፃውዒቱ የቕርብ። ዓወት ንብሄራዊ ቃልሲ ህዝቢ ትግራይ! ብሄራዊ መሪሕነት ሳልሳይ ወያነ ትግራይ ዓሰርተ ጉንበት ክልተ ሽሕን ዓሰርተ ሰለስተን ዓመተ ምህረት መቐለ፣

ቢ ኢፍ ኣይ ዩዝ ዋን ወርድ ሆሪፊክ ቨሪ ሆሪፊክ። ኣብ ትግራይ ዘሎ ኩነታት ንምግላፅ ሓንቲ ቃል እንተተጠቐምኹ ዘሰንብድ ብጣዕሚ ዘሰንብድ ኩነታት እዩ ዘሎ። ሓሙሽተ ሚልዮን ሰባት ሰብኣዊ ሓገዝ የድልዮም እዩ። ተስዓን ሓደን ሚእታዊ ሓገዝ ምግቢ የድልዮም እዩ። ድሮ እኳ ብዙሓት ሰባት ብሰንኪ ጥሜት ሞይቶም ኣለዉ።
Many people have started dying actually because of hunger. ቢቢሲ ኣብ ዘውፅኦ መግለፂ ድማ ዶክተር ቴድሮስ ኣብ ትግራይ ዘተሓሳስብን ሰፊሕ ዝኾነ ዋሕዲ ዝተመጣጠነ ምግብን ከምዘሎ ምግላፆም ኣመልኪቱ ኣሎ። ዴይሊ ሜል ዝተብሃለ ማዕኸን ዜና ድማ ዶክተር ቴድሮስ ኣብ ትግራይ ኣብ ዓለምና ተራእዩ ዘይፈልጥ ፆታዊ መጥቃዕቲ ከምዝተፈፀመ ምዝራቦም ሓቢሩ ኣሎ። ብዘይካዚ ሕዚ ኣብ ትግራይ ብዛዕባ ኮቪድ ዓሰርተ ትሽዓተ ንምዝራብ ከም ዘጸግሞም ከም ዝገለጹ እቲ ዜና ገሊጹ ኣሎ። Majority of the people now residing in Tigray, Ethiopia, I don't think even they worry about Covid. መብዛሕቲኦም ኣብ ትግራይ ኢትዮጵያ ዝነበሩ ሰባት ብዛዕባ ኮቪድ ዝጭነቑ ኣይመስልልን። ኮቪድ ካብቶም ዘገድሶም ዓበይቲ ጉዳያት ኣይኮነን። በቶም ቅድም ኢሉ ዝገልጽኽዎም ጉዳያት ናይ ሙማት ዕድሎም ሰፊሕ እዩ። ሓቂ ንምዝራብ ካብ ኮቪድ ንላዕሊ ዘጨንቑና ጉዳያት ኣለዉ።
ብምባል ሰባት ብዘይ ገለ ምኽንያትን ጥፍኣትን ከም ዝቕተሉ'ውን ምግላጾም እቲ ዜና ኣመልኪቱ።
ሰብ ሕድሪ ሲቪል ማሕበረሰብ ትግራይ ክልላዊ መንግስቲ ኣምሓራ ኣብ ምዕራብ ትግራይ ንዝፈፀሞ ምፅናት ዓሌት ብትረት ኾኒኑ። ሰብ ሕድሪ ሲቪል ማሕበረሰብ ትግራይ ኣብ ዘውፅኦ መግለፂ ክልላዊ መንግስቲ ኣምሓራ ኣብ ምዕራብ ትግራይ ምብራስ ዓሌት፣ ገበን ኲናት፣ ገበን ኣንፃር ሰብኣውነትን ምፅናት ዓሌትን ከምዝተፈፀመ ብምሕባር ነቲ ዝተፈፀመ ገበን ብትረት ከምዝኹንን ኣመላኺቱ። እቲ ክልላዊ መንግስቲ ክሳብ ሓደ ነጥቢ ክልተ ሚልዮን ናይ ዝኾኑ ተጋሩ መረበትን ኣካል ግዝኣታዊ ሓድነት ትግራይን ኣብ ዝኾነ ሰፊሕ መሬት ትግራይ ንዝፈፀሞ ምፅናት ዓሌት እውን ነቒፉ ኣሎ። ክልል ኣምሓራ ኣብቲ ካብ ሕገ መንግስቲ ኢትዮጵያ፣ ዓለም ለኸ ሕግን ንቡር ኣሰራርሓታትን ወፃኢ ብወራር ዝሓዞ መሬት ዝነበረ ንብረት፣ ገዛውትን ሕርሻን ተጋሩ ካብ ካልኦት ከባቢታት ንዝመፁ ተወለድቲ ኣምሓራ ከምዘከፋፈለ ሰብ ሕድሪ ሲቪል ማሕበረሰብ ኣዘኻኺሩ ኣሎ። ዓለም ለኸ ማሕበረሰብ እቲ ክልል ኢንቨስተራት ኣምሓራ ብምዕዳም መሬት ትግራይ ንምውራስ ይገብሮ ዘሎ ዕብዳን ይፍፅሞ ዘሎ ከቢድ ገበንን ምብራስ ዓሌትን ብቕልጡፍ ጠጠው ንኸብል ድማ ሰብ ሕድሪ ፃውዒት ኣቕሪቡ ኣሎ። ኹቡር ዝባና ኹቡር ወ ዝባና ኮረቻ ዘይስቀሎ ድሙቕ እዩ ታሪኽናዎ ድሙቕ እዩ ሕብረና ዘይሓስስ በፀሎሎ።
ንሃለዋትናን ድሕንነትናን
ብቕልጽምና
ካብ ቴሌቭዥን ድምፂ ወያነ ትግራይ ዜናታትና ሕዚ እውን እናቐፀሉ እዮም። ኣብ ግዝያዊ መፅለሊ ዝርከቡ ወገናትና ካብ መንግስቲ ፋሽስት ኣብይ ኣሕመድ ዝወሃቦም ረድኤት ከምዘየለን ወታደራት ፋሽስት ኣብይን ዕሱብ ባዕዳዊ ሰራዊት ውልቀ መላኺ ኢሳያስን ረድኤት ዝመጻ ማካይን ናብቲ ከባቢ ጸገም ዝርከብ ህዝቢ ትግራይ ከይሓልፍ ከምዝኸልኸሉን ኣልጀዚራ ኣቃሊዑ ኣሎ። ኣብዚ ሐዚ እዋን ኣብ ዝተፈላለየ ከባቢታት ሰባት ብጥሜት እናተሳቐዩ ከምዝኾኑ ዝሓበረ ኣልጀዚራ፣ ካብ ከተማ ዳንሻ ምስ ወላዲት ኣዲኡ ተፈናቒሉ ኣብ ከተማ ሽረ እንዳስላሰ ንዘዕቖበን ብጥሜት ሰንሰን ንዝበለን ወዲ ዕስራን ሰለስተን ዓመት ሕሙም ኣእምሮ ዝኾነ ክፍሎም ተኽለወይኒ ከም ኣብነት ብምፅራሕ ኣፍሊጡ። ንሰንን ወደንን ንዝሓለፉ ኣዋርሕ ካብቲ ዘጸግዕዎም ነበርቲ ከተማ ሽረ እንዳስላሰ ዝህብዎም ሕፍኒ ቆሎ ወጻኢ ካልእ ምግቢ ዝበሃል ከምዘይጠዓሙ ዝገላጻ ወላዲት ንክፍሎም ኣደይ ሙሉ ይርዳው ወደን የመና ከምዝሓመመ ብሕሱም ጥሜት ድማ ሚሒር ድኻምን ረስንን ከምዘለዎን ኣካሉ ምውስዋስ ከምዝኣበዮን ሓቢረን ኣለዋ። ናይ ሽረ እንዳስላሰ ካብ ዝመጹ ክልተ ኣዋርሕ ከምዘቑጸሩን ዛጊድ ግና ካብ መንግስቲ ጥር ትብል ሓገዝ ከምዘይተቐበሉን ኣደይ ሙሉ ተዛሪበን ኣለዋ። ወታደራት ውልቀ መላኺ ኢሳያስ ንኹሉ እኽሎም ከም ዝወሰድዎምን ብጥሜት ካብ ዝመውት ኢሎም ንብዙሓት መዓልቲታት ተጓዒዞም ናብ መቐለ ካብ ዝመጹን ነባሪ ገጠር ዓድዋ ዝኾኑ ኣይተ ዮሃንስ ኣርኣያ በዓልቲ ቤቶም ኣብ መንገዲ ብጥሜት ከም ዝሞታ ገሊጾም። ንሶም ከምኦም ዝበሉ ተፈናቐልትን ኣብ መቐለ ቤት ትምህርቲ ማይወይኒ ንሰለስተ ኣዋርሕ ኣጽሊሎም ከም ዝርከቡን ክሳብ ሐዚ ካብ መንግስቲ ዋላ ሓደ ሓገዝ ከም ዘይተውሃቦምን ህዝብን መቐለን ኣብቲ ከባቢ ዝንቀሳቐሱ ገበርቲ ሰናይ ትካላትን ጥራሕ ከምዝሕግዝዎምን ኣፍሊጦም ኣለው። ብኻልእ ወገን ወታደራት ፋሽስት ኣብይ ኣሕመድ ዕሱብ ባዕዳዊ ሰራዊት ውልቀ መላኺ ኢሳያስ ኣፈወርቅን ረድኤት ዝፀዓና ማኻይን ናብቲ ኣብ ከቢድ ፀገም ዝርከብ ህዝቢ ትግራይ ከይሓልፍ ከምዝኸልኸሉ ኣልጀዚራ ኣቃሊዑ ኣሎ። ወታደራት ፋሽስት ኣብይ ረድኤት ከይሓልፍ ከምዝገበሩን ወተሃደራት ውልቀ መላኺ ኢሳያስ ድማ ነተን ረድኤት ዝጸዓና መኻይን ክነባርዐን ኢና ኢሎም ከም ዘፈራርሑን እዚ ድማ ኾነ ኢሎም ህዝቢ ንምጥማይ ከም ዝገበርዎን ኣልጀዚራ ጸብጺቡ ኣሎ። ኣብ መወዳእታ። ሓይልታት ወረርቲ ትግራይ ንምዕናው ማእለያ ዘይብሎም ግፍዕታትን ጨፍጫፍን እናፈጸሙ ከም ዝኾኑ ሓደ ካቶሊካዊ ካህን ገሊጾም ኣለዉ። እዞም ኣባል ካቶሊካዊት ቤተ ክርስቲያን ዓዲግራት ዝኾኑ ካህን ከም ዝበልዎም እቶም ንትግራይ ወሪሮም ዘለዉ ሓይልታት መዘና ኣልቦ ቕትለት፣ ተደጋጋሚ ዝኾነ ጸታዊ መጥቃዕትን መጭቆንትን እናፈጸኑ እዮም። እቶም ወረርቲ ነዚ ኹሉ ግፍዕታት ይፍጽሙ ዘለዉ ትግራይ ንምዕናው ኢሎም ከም ዝኾኑ እቶም ካተሊካዊ ካህን ተዛሪቦም። ንሳቶም ንትግራይ ከዕንዉ እዮም ዝደልዩ። ንሰብኡትን ኣወዳትን ብምቕታል እቲ ህዝቢ ንሓዋሩ ሰጥ ለጥ ኢሉ ንኽግዛእ እዮም ዝፍትኑ ዘለዉ። ንደቂ ኣንስትዮ እናዓመጹን እናጥፍኡን ንሓዋሩ ስድራቤታት ከይሕብሕባ ንምግባር ይጽዕሩ ኣለዉ። ጾታዊ መጥቃዕትን ምግብን ከም መሳርሒ ኲናት እናተጠቕሙ እዮም ብምባል ብዛዕባ ነቲ ኩነታት እቶም ካህን ገሊጾመሎም። ብተወሳኺ እቶም ኳህን ደቂ ኣንስትዮ መኖክሳት፣ ደናግላትን ኣደታትን ምስ ደቀንን ከም ዝተዓመጻ፣ እዚ ግፍዕታት ድማ ሓርበኝነት ህዝቢ ትግራይ ዝያዳ ከጠናኽር ከም ዝገበሮ ሓቢሮመሎም። ብዘይካዚ ብግፍዒ ጸላእቲ እናተቖጥዑ ሰብኡተን መናእሰይ ናብ ሜዳ ትግራይ እናወሓዙ ከም ዝኾኑን ነቶም ካህን ብምጽራሕ ናሽናል ካቶሊክ ሪፖርት ጸብጺቡ ኣሎ። ብኻልእ ወገን ጳጳስ ካቶሊካዊት ቤተ ክርስቲያን ኣባ ተስፋስላሴ መድህን ነቲ ኣብ ጸገም ዘሎ ህዝቢ ትግራይ ንምሕጋዝ ህጹጽ ሰብኣዊ ሓገዝ ከም ዝሓተቱ ጉባኤ ካቶሊካዊት ምብራቕ ኣፍሪካ ድማ ንካቶሊካዊት ቤተ ክርስቲያን ዓዲግራት ዝውዕል ሓገዝ ንኽግበር ጻውዒት ከም ዘቕረበን እቲ ዜና ሓቢሩ ኣሎ። እምበኣርከስ ዝኸበርኩም ተኸታተልቲ ተለቪዥን ድምፂ ወያነ ትግራይ ነዚ ዕለት ዝበልናዮም ዜናታትና እውን ኣብዚ ዛዚምና ኣለና። ስለ ምክትታልኩም ኣመስጊንና ክንፍለየኩም። ሓለዋትናን ድሕንነትናን ብቕልፅምና! ትግራይ ትስዕር! ሰላም!